ብዙሕ ነገራት ከምዚ እናበለ ይመጽኣ። ስለዚ ምዕራፍ ዓሰርተ ሰለስተ ብምስላ ገይሩ ኢየሱስ ክርስቶስ ዝመሃረሉ ምዕራፍ እዩ። ኣብቲ ምዕራፍ እቲ ኸኣ ኢሉ ስለምንታይ ኢኻ ብምስላ ጥራይ እንዳገበርካ ትዛረብ ዘላ ኢሎም ሓይቀሞ ደቀ መዛሙርቱ። ምስላ ንሓደ ሓቂ ንእሽተይ ሽፍን ኣቢሉ ዝገልጽ ዓይነት ኣዘራርባ እዩ ወይ ድማ ብግሁድ ክትዛረበሉ ዘይደለኻ ነገር ብስውር ዝበለ መንገዲ ጌርካ ትዛረበሉ ስለዚ ምስትውዓል ዝሓትት ነገር እዩ ማለት እዩ ሰ ቀሊል ነገር ኣይኮነ ስለዚ ደቂ መዛሙርቱ ነቶም ዝምህሮም ዝነበረ ሰባት ብዙሕ ነገር የምልጦም ከም ዘሎ ስለ ዝተረዱ ወይ ድማ ብዙሕ ነገር ከይተረድኦም ይሓልፍ ከም ዘሎ ስለ ዝፈለጡ ሓደ ሕቶ ሓቲቶም እንታይ ንብዓል ከሎ ደቀ መዛሙርቲ እዩ ቁጥሪ ጥቕሲ ዓሰርተ ከይዱ ደቀ መዛሙርቲ ድማ ናብኡ ቀሪቦም ስለምንታይ ኢኻ ብምስላ እትዛረቦም ዘለኻ በልዎ ስለምንታይ ኢኻ ብምስላ እትዛረቦም ዘለኻ ኢሎም ንጎይታና የሱስ ክርስቶስ ሓቲቶም ደቀ መዛሙርቲ ንሱ ከምዚ ኢሉ መልሱ

ስለምንታይ ንኻልኦት ከም ዘይሃቦም ስለምንታይ ንዓና ከም ዝሃበና ቀስ ኢልና ንርኢ ኢና ማለት እግዚኣብሔር ይመስገን። ብጣዕሚ ደስ ዝብለካ ናይ ጎይታና የሱስ ክርስቶስ ሓሳብ ብምንታይ ሕጂ እውን ኣይ ኣይርዳኡን እዩ ዘሎ ስለ ዝበልኩ እና ሓሳበይ ኣይልውጥን እየ ዝገብሮ ዘለኹ ፈሊጠ እየ ዝገብሮ ዘለኹ እንታይ ገብር ከም ዘለኹ ፈልጥ እየ ጽቡቅ ገይረ ስለዚ ብምስላ ሕጂ ክቕጽል እየ ኢሉ እንደገና መዓት ምስላ ክድርድር ከሎ ንሪኦ መሊሱ እንደገና ቀጺሉ ሸውዓተ ምስላ ኣብዚኣ ምዕራፍ እዚኣ ኣለዋ ስለዚ ንዓታተን ሓደ ብሓደ ክንርኢ ኢና ቅድሚ ናብቲ ምስላታት ብዝርዝር ኣቲና ክንምሃር ምጅማርና ነቲ የሱስ ክርስቶስ ኣብኡ ገሊጽልና ዘሎ ሚስጥር መንግስቲ ኣምላኽ ኢሉ ኣንቢርዎ ዘሎ ወይ ድማ ሚስጥር መንግስተ ሰማያት ኢሉ ኣንቢርዎ ዘሎ ቅድሚ ምርኣይና መጀመርታ መጀመርታ ብዛዕባ እታ ንሱ መንግስቲ ዝብላ ዘላ ሓሳብ እንታይ ማለት ምዃኑ ሎምዓንቲ ኣብቲ መእተዊ ንዕኡ ክንርኢ ኢና ማለት እዩ እግዚኣብሔር ይመስገን መጀመርታ መንግስቲ ዝብል ሓሳብ ክንርኢ ኢና ማለት እዩ የሱስ ክርስቶስ ክመፅእ ከለና ኣብዚ ምድሪ እዚ ሃይማኖት ብቻ ይመፅእ ኣሜን። የሱስ ክመጽእ ከሎ እንታይ ሒዙ ይመጽእ? መንግስቲ እዩ ሒዙ መጽኡ። እግዚኣብሔር ይመስገን። መንግስቲ ሒዙ መጽኡ። መንግስቲ ሒዙ ክመጽእ ከሎ ኸኣ ንሱ ድማ ንጉስ ኮይኑ ኸኣ መጽእ። ብዙሓት ሰባት ግን እንታይ ገብሮ ናብ ዘመኑ ወለዱ ኣይተረድእዎ። ካብ ዝገርም ነገር ጎይታ ኢየሱስ ክርስቶስ ዋላ ኣብ መወዳእታ ክስቀል ከሎ እቲ ክሲ መስቀል እዩ እንታይ ነይሩ ኣነ ሃ ንጉሴ ይብል እዩ ካብ ዝብል እዩ። ብግደ ሓቂ ድማ ንጉሲም እዮም ስለ ዘይተረድእዎ እንታይ ኢሎም ማለት እዩ ክሲ ፅሕፈቱ ኣብ ጥርዕን መስቀል ፅሒፎም ሰቂሎ ማለት ጲላጦስ ሰቂሎ ማለት ብሰለስተ ቋንቋ ገይሩ የሱስ ንጉስ ኣይሁድ ንሰም ግን ንጉስና ኣይኮነን ማለት እዩ። ስለዚ የሱስ ክርስቶስ መንግስቲ ሒዙ ስለ ዝመጸ ክጅምር ከሎ ኣትሒዙ ዋላ ስብከቱ ብዝዓሚ ምስ እዩ ነይሩ፣ ትምህርቱ ብዝዓሚ ምስ እዩ ነይሩ፣ ንሱ ንጉስ ምዃኑ እዩ ዘርኢ ነይሩ፣ ንሱ እቲ ተስፋ ዝተገብረ ንጉስ ምዃኑ የረድኦም ነይሩ። ብብዙሕ መገዲ ገይሩ ብዙሓት ሰባት ግን ክርድእዎ ኣይከኣሉን። ስለዚ ድማ የሱስ ክርስቶስ ናብ ብምስላ ምዝራብ ኣትዩ ማለት እዩ። ነቶም ምስትውዓል ኣምላኽ ዝደልዩ ንኣምላኽ ካብ ልቢ ዝደልይዎ እቲ ምስላ ከም ዝኽፈተሎም ከኣ ቃል የርእየና ማለት እዩ። ስለዚ ሎምዓንቲ መጀመርታ ነታ ንሱ ሒዝዋ ዝመጸ መንግስቲ ካብቲ ደቂ እስራኤል ዝነበሮም ኣጸባብያ እንታይ ከም ዝፈላለ ክርእየና ኣበየነይቲ መንግስቲ ከም ዘለና ምስ ፈለጥና ሽዑ ሚስጥር ምፍላጥ ናይታ መንግስቲ ከኣ ከመይ ጌሩ ክተባበና ከኣ ንርኢና ማለት እዩ። እግዚኣብሔር ይመስገን ትነግስ ዝብል ቃል ባሲላ ዝብል ኣብቲ ናይ ኦሮሞ ቃል ኣሎ ካብኡ ኣትዩ ብዙሕ ኣይዛረብን ኢዩ ግን ትርጉሙ እንታይ ማለት ኢዩ ንሓደ ስልጥና ዝወሃብ ስልጣን ኣገዛዝኣ ናይ ምግዛእ መሰል ልኣላውነት ንንጉስ ዝተዋህበ ስልጣን ንዝብሉ ሓሳባት ዝገልጽ ሓሳብ ኣሎ መንግስቲ ዝብል ሓሳብ ቀሊል ነገር ኣይኮነን ማለት ኣብ ምድሪ ብዙሓት መንግስታት ኣለዉ ገሊኦም ጽቡቓት እዮም ገሊኦም ክፉኣት እዮም ግን እቲ መንግስቲ ዝብል ሓሳብ እቲ መንግስቲ ዝብል ሓሳብ ስልጣን ዝብል ሓሳብ እንታይ ዝብል ሓሳብ ኣሎ? ስልጣን ዝብል ሓሳብ ዝመልኽ ናይ ምምላኽ ነገር ናይ ምግዛእ ነገር ዝብል ሓሳብ ኣለዎ ማለት እግዚኣብሔር ይመስል ስልጣን ሓይሊ ከምኡ መንግስቲ ዝብሉ ቃላት ንሓደ ዓይነት ትርጉም ክህቡ ኣብ መፅሓፍ ቅዱስና እንዳተቐያየሩ ንረኽቦም ኢና ማለት እዩ። ንኣብነት ሉቃስ ዓሰርተ ትሽዓተ ከይድና እንተሃሊና ሓደ ቃል ከምዚ ዝብል ቃል ኣሎ ኣብ ሉቃስ ዓሰርተ ትሽዓተ ማለት እቲ መንግስቲ ዝብል ሓሳብ እቲ ሓይሊ ዝብል ሓሳብን ብኸመይ መንገዲ ኣብ መጽሓፍ ቅዱስና ሰፊሮም ከም ዘሎ ክንርኢ ሉቃስ ዓሰርተ ትሽዓተ ካብ ዓሰርተ ሓደ ክሳብ ዕስራን ሸውዓተን ዘሎ ቃል እንድሕር ርኢናዮ ብምሉእ ሕጂ ኣነ ከንብቦ ኣይክእልን እየ ግን እንታይ ይብል ንሳቶም እዚ ክሰርዑ ከለዉ ድማ ናብ የሩሳሌም ቀሪቡ ነበረ እሞ፣ መንግስቲ ኣምላኽ ከኣ ብእኡ ከም እትገሃድ ይመስሎም ነበረ። እቶም ዝስዕብዎ ዝነበሩ ከማንሲ ንእሽተይ ግግይ ዝበለ ዓይነት ኣመላኻኽታ ነይርዎም። ሽዑን ሽዑን መንግስቲ ክትገሃደ ዝብል ሓሳብ ነይርዎም። ናቶም ትጽቢት እንታይ ከም ዝነበረ እንደገና እንዳ ዓሞቕና ምስ ከድና ክንርእዮ ኢና እሞ፣ ኣብ ራእይ ዮሃንስ ምዕራፍ ዓሰርተ ሸውዓተ እውን እቲ መንግስቲ ሓይሊ እውን ምዃኑ ዘርእየና ቃል ኣብኡ እውን ኣቐሚጥልና ኣሎ ማለት እዩ። ስለዚ መንግስቲ ዝብል ሓሳብ ናይ ኣገዛዝኣ ኩነት ናይ ናይ ምግዛእ ሃዋህው ማለት እዩ ስልጣን ኣብ መዓላ ዝውዕለሉ ወይ ድማ ንጉስ ሃልዩሲ ኣብ ትሕቲ ዝግዝኡ ሰባት እንድሕር ዘይብሉ መንግስቲ ኣላ ክበሃል ኣይከኣልን ሓደ ንጉሲ ብደይ ህዝቢ ብደይ ዝግዝኦ ህዝቢ ሲ ኣብ ስልጣን ተኮይጡ ኮፊሉስ ኣብ ንጉሴ ተበለ ዝግዝኦ ሰብካ እንተዘይብሉ ሲ ትርጉም ኣለዎ ትርጉም የብሉን። ስለዚ እንተላይ እንታይ ዝብል ሓሳብ ኣሎ ማለት ኣብ ትሕቲ እቲ በዓል ስልጣን ወይ ድማ ኣብ ትሕቲ እቲ ንጉስ ዝግዝኡ ሰባት ምህላዎም ዘርኢ ሓሳብ እዩ ማለት እዩ። እዚ ጥቕሳት ጽሒፈ ዘለኹ ትሪእዎ ትኽእሉ እዮም ንሳብኩም ማለት እዩ ሕጂ ግዜ ከይወሰድና ብዙሕ ኣየ ክተኮልኒ ማለት እዩ ግና ነዚ መንግስቲ ኣምላኽ ዝብል ሓሳብ ኣብ ብሉይ ኪዳን ብኽልተ መገድታት ተገሊጹ ንረኽቦ። መጀመርታ ቅድሚ ኣብ ሓድሽ ኪዳን መጺእና ብዛዕባ መንግስቲ ክርስቶስ ምዝራብና ወይ ድማ ብዛዕባ እታ ንሕና ንነብረላ ዘለና መንግስቲ ቅድሚ ምዝራብና እዛ መንግስቲ እዚኣ ኣብ ብሉይ ኪዳን ከመይ ዓይነት መንግስቲ እያ ነይራ ዝብል ሓሳብ ክንርኢ ከድልየና ነይሩ። መንግስቲ ኣምላኽ ዝብል ሓሳብ ኣብ ብሉይ ኪዳን ብኽልተ መገዲ ተገሊጻ ንረኽባ። እቲ ቀዳማይ እታ መንግስቲ ኣምላኽ ደረት ኣልቦ ዝኾነት መንግስቲ ምዃና ዘረድኣና ሓሳብ ኢና ንርኢ ኣብ ብሉይ ኪዳን። ደረት ኣልቦ፣ ግዝኣታ ወሰን ዘይብሉ፣ ዓመታታ ዘይውዳእ፣ ኣሜን ልኣላውነታ ሓይላ መወዳድርቲ ዘይብሉ ብልኣላውነታ ወይ ድማ ብፉቃዳ ንኩሉ ነገር ትገዝእ ምኳና ዘርእየና ሓሳብ ኢና ንርኢ ኣብ ብሉይ ኪዳን በዚ እውን ተገሊፃ እያ እታ መንግስቲ ዘለኣለማዊት ምኳና ልኣላዊት ምኳና ልዕልና ዘለዋ ማለት ሶቪሬን ዝብሎ ናይ እንግሊዝኛ ቃል ማለት ልኣላውነት ዘለዋ ኣብ ኩሉ ቦታ ፍፅምቲ ከምኡ ድማ ዓለም ለኻዊት ወይ ድማ ዩኒቨርሳል ዝብል ሓሳብ ዝሕዝ ሓሳብ ብኸምኡ መገዲ ተገሊጻ ኣላ እታ መንግስቲ ኣብ ብሉይ ኪዳን። ብኻልእ መገዲ ከኣ ተገሊጻ ኣላ ብሉይ ኪዳን ከኣ። ካልኣይ መገዲ ድማ እታ መንግስቲ ኣምላኽ ደረት ዘለዋ መንግስቲ ኮይና እውን ተገሊጻ ኣላ። ኣብቲ ደረት ኣልቦ ኢና ኣለና። ኣብቲ ካልኣይ ከኣ ደረት ዘለዋ መንግስቲ ኮይና እውን ተገሊጻ ርኢናያ ኣለና ማለት እዩ። ነዚኤን ሓሳባት ንእሽተይ ከብርህን ክፍትን እየ። እቲ ደረት ዘለዋ መንግስቲ ዝብል ኣብ ውሱን ቦታን ግዜን እትገዝእ መንግስቲ ንኣብነት እግዚኣብሔር ንእስራኣላውያን ካብ ኩሉ ዓለም ንሓደ ኣብርሃም ዝባሃል ሰብኣይ ብምምራጽ ማለት እዩ እንታይ ገይሩ ማለት እዩ ሓንቲ ብጊዜን ብቦታን እትድረት መንግስቲ እዩ ከቑም ፈቲኑ እግዚኣብሔር ኣቑሙ ድማ እዩ መብዛሕቶም ግና ነታ መንግስቲ እንታይ ገበረዋን ኣይተገዝእዋን እሱ ቀሲምና ክንሪኤና ማለት እዩ እታ ደረት ኣልቦ መንግስቲ ንኣብነት ኣብ ዳንኤል ምዕራፍ ኣርባዕተ ጥቕሲ ሰላሳን ኣርባዕተን ከምዚ ዝብል ቃል ኣሎ። እንታይ ኢሉ? እቲ ዘመን ምስ ተፈጸመ ኢሉ ነቡካድነጻር እዚ ኣነ ነቡካድነጻር ኣዒንተይ ናብ ሰማይ ኣልዓልኩ እሞ ኣእሙረይ ተመልሰለይ ኢሉ። ኣእሙሩ ምስ ተመልሰሉ ሰብ እዚ ሽዑ ሓደ ነገር እዩ ኣስተውዒሉ ማለት እዩ። ነቲ ልዑል ከኣ እንታይ ገበርኩ ኢሉ፣ ባረኽኩ፣ ነቲ ንዘለኣለም ህያው ዝኾነ መንግስት ግዝኣቱ፣ ዘለኣለማዊ ግዝኣት መንግስቱን ንውሉድ ወለዶ ዝነብር ወደስኩን ኣኽበርኩን። ብቦታ ዘይትድረት ግዝኣት ዘለዋ መንግስት ዘለዎ ንጉስ፣ እንደገና ድማ ብጊዜውን ደረት ዘይብላ፣ ብቦታ ዘይትውሰን ብጊዜ ዘይትውሰን እንታይ ዝብሉ ቃላት ተጠቒሙ ኣሎ? ግዝኣቱ ዘላለማዊ ግዝኣት መንግስቱ ንውሉድ ወለዱ እንታይ ገበርኩ ኢሉ ወደስኩን ኣኸበርኩን ኢሉ ዛሪብሎ ማለት እዩ ቀፂሉ ኣብ ዳንኤል ኣርባዕተ ሰላሳ ሓሙሽተ እንታይ እቶም ኣብ ምድሪ ዝነብሩ ኩሎም ንኹሉ ምድሪ፣ ኣብ ምድሪ ዋላ ሓደ ንሳ ዘይትገዝኦ ከም ዘየለ ገርቢ ድማ ከምዚ ኢሉ ኸኣ ደገና ኣብርህዋ ጽቡቕ ገይሩ። እቶም ኣብ ምድሪ ዝነብሩ ኩሎም ብኡኡስ ከም ገለ እኳ ኣይቁጸሩን፣ ንሱ ኣብ ሰራዊት ሰማይን ኣብቶም ኣብ ምድሪ ዝነብሩን ከም ፍቓዱ እዩ ዝገብር፣ ንኢዱ ክኽልክላ ስለምንታይ እዚ ትገብር ክብሎ ዝኽእል እውን የልቦን። ኣሜን ኣሜን። እዚኣ መንግስቲ እዚኣ እዚ ሰብኣይ እዚ ተረዲኣቶ እዚ ሰብኣይ እዚ ሓደ መዓልቲ ንርእሱ ምስሊ ኣቑሙ ኣነ ዓቢ ንጉስ እየ ክብል ዝጀመረ ሰብ እዩ። እንታይ ክብል ጀሚሩ እዩ? ንዓይ ዝመስለኒ የለን ኩለን ሃገራት ኣብ ትሕተይ ተገዚአን ዘለዋ ንጉስ ክብል ጀሚሩ ማለት እዩ። ከማይ ዝዓበየ ከማይ ዝገነነ ከመን ኣሎ ድዩ ክብል ጀሚሩ ናብ ቃል ስለዚ እቶም ሰ ናቱ ኣማኸርቲ መጺኦም ይግባኣካ'ዩ ንዓኻ ምስሊ ወርቂ ክቆመልካ ክስገደልካውን ይግባእዩ ክዝመረልካውን ይግባእዩ ኢሎሞ ማለት ናትኩም ኣለኹም እንደ ማለት እዩ ድሓር ግን እግዚኣብሔር ካብ የመኑ ሰምሲ ብጣዕሚ ከም ዝተጋገየ ክእርሙ ስለ ዝደለየ ብሓደ ከቢድ ነገር ከም ዘሕለፎ ክሳብ ናብ እንስሳ ከም ዝለወጠ ኢለና መጽሓፍ ቅዱስና

ኣጉሊሕና ዝገርም ነገር ግን እቶም ሰብ ተስፋ ነዛ መንግስቲ እዚኣ እናኸበብዋ ከለዉ እዮም ከንእስዋ ከለዉ ክድርትዋ ከለዉ ከዓ ብኣንጻሩ ንርኢ እታ ደረት ዘለዋ መንግስቲ ወይ ድማ ብድሩት መንገዲ ዝተገልጠት መንግስቲ ኣብ ብሉይ ኪዳን ኣብ ማእኸል እስራኤላውያን ተገሊፃ ንሳ ድማ ኣብዚ ንረኽባ ማለት እዩ እያሱ ንደቂ እስራኤል ሒዞም ክሰግር ከሎ እግዚኣብሄር ከምዚ ኢሉ ቃል ተዛሪቦ ነይሩ። እንታይ ተዛሪብዎ? እነሆ እቲ ናይ ጐይታ ዅላ ምድሪ ታቦት ኪዳን ቀቅድሜኹም ናብ ዮርዳኖስ ይሓልፍ ኣሎ ኢሉ። እግዚኣብሄር ናይ ኵላ ምድሪ ጐይታ እየ ኢሎም ኣሎ። ሕጂ ግን ንሕጂ ግን ነዚ ስራሕ እዚ ምእንቲ ንስኻትኩም ናብቲ ዘተስፋኹኹ ጸባን መዓርን ዘውሕዝ ምድሪ ምእንቲ ክትኣትዉ ኣብ ዮርዳኖስ ክርከብ እየ ነይሩ። ኣበይ ክርከብ እየ? ኣብ ዮርዳኖስ ክበጽሕ እየ። እግዚኣብሄር ነቲ ዅሉ ማእለያ ዘይብሉ ግዝኣቱን ማእለያ ዘይብሉ ሓይሉን እንታይ ኪገብሮ ኸሎ፣ ናብ ሓደ ውሱን ቦታ ኬምጽኦ ኸሎ። ንእስራኤላውያን ነቲ እታ ዘተስፈዎ መንግስቲ ምእንቲ ኪወርሱዋ፣ ከምኡ ድማ እቶም ታቦት እግዚኣብሄር ጐይታ ኵላ ምድሪ እዩ ዚጸሩ ካህናት ከብዲ ኣእጋሮም ኣብ ማይ ዮርዳኖስ ደው ምስ በላ፣ ሽዑ እቲ ማይ ዮርዳኖስ እቲ ኻብ ላዕሊ ዚወርድ ማይ የቋርጽ፣ ሓደ ዅምራ ዀይኑ ደው ይብል። እቶም ታቦት እግዚኣብሔር ጐይታ ዅላ ምድሪ ዝብል ሓሳብ ኣሎ ዝጸሩ ካህናት ሩባ ዮሐንስ ምስ ረገጹ እግዚኣብሔር ህልውንኡ ሓይሉ ተኣምራት ዝገብረሉ ሓይሉ ኣብ ተወታትሮም ዝገልጽ ንዝተወሰኑ ሰባት ኣብ ዝተወሰነ ቦታ እግዚኣብሔር ሓይሉ ክብረቱ ኩሉ ነገር ስልጣኑ ኤክሰርሳይዝ ገብር ከሎ ክገልጽ ከሎ ዘርእየና ሓሳብ እዩ ንርኢ ማለት እዩ ኣብ ዞባታት ደናግሪ ኣምላኽ ንደቂ እስራኤል ምእንቲ ነታ ዘዝስቶም ምድሪ ከእትዎም እዩ ምሳም ቅርብ እዩ እሞ ኣቦናም ኮይኑ ብዓብን ዘደንቅን ሓይልታትን ግብረ ሓይልን ገይሩ ክግለጽ ከሎ ንሪኦ ማለት እዩ እዛ መንግስቲ እዚኣ ካብ ናይ እስራኤላውያን ዓንኬል ዘይተወፅእ መንግስቲ እያ ኣብ ዙርያኦም ዝነበሩ ኣህዛብ ዘይትምልከት መንግስቲ እያ ነይራ፣ ኣይተካትትን እያ ነይራ፣ ንዕኦም ኣይትገዝእን እያ፣ ንዓታቶም በረኸታ ኣይትህብን እያ፣ ንደቂ እስራኤል ጥራይ ማለት እዩ፣ በረኸታ ንዓኣ፣ ንዕኦም ጽልዋኣ፣ ንዕኦም መሪሕነታ፣ ንዕኦም ምምሕዳራ፣ ንዕኦም ነቶም ከም ሃገር ገይሩ እግዚኣብሔር ከቑሞም እሞ ንኹሉ ዓለም ከኣ ብወንጌል ክምስክር ዝመደቦም ሰባት ትጥቀመላ ዝነበረት መንግስቲ እያ። ስለዚ ኣብ ብሉይ ኪዳን ብኽልተ መገዲ ተገሊጻ። ኢና ንረኽበዋ። ካልእ ፋርዘር መጽናዕቲ ክትገብሩ ትኽእሉ ኢኹም። ኣነ ናብቲ ቀንዲ ሓሳይ ምእንቲ ክሓልፍ ንእሽተይ ዕላላ ቢለ ጽየ ዘለኹ ማለት ናይታ መንግስቲ ኣገዛዝኣ ድማ ከምዚ ነይሩ። እግዚኣብሔር ንደቂ እስራኤል ከምዚ ኢልዎም ካብ ግብፂ ከውፅኦም ከሎ ናይ መጀመርታ ናይ እግዚኣብሔር ሓሳብ ካብ መጀመርታ ማለት ካብ መጀመርታ ከረድኦም ዝደለየ ነገር እንታይ እዮም ንኸሪና ኣምላኽ መንግስቲ ክተክል ከም ዝደለየ እግዚኣብሔር እንታይ ክገብር ከም ዝደለየ መንግስቲ እግዚኣብሔር መንግስቲ ክህቦም ንሱ ንጉስ ክኾኖ እዩ ሓሳቡ ነይሩ ኣብ ልዕሊ ደቂ እስራኤል ማለት እዩ ስለዚ ድማ ከምዚ ኢሉ ተዛሪቦም እግዚኣብሔር ምዕራፍ 19 ጥቅስ 6 ከምዚ ዝብል ቃል ኣሎ ማለት እዩ እንታይ ኢሉ ንስኻትኩም እዩ ድማ መንግስቲ ካህናትን ቅዱስ ህዝብን ክትኮኑኒ ኢኹም እቲ ንደቂ እስራኤል እተዛረቦም ነገር እዚ እዩ ይብለን እግዚኣብሔር ከውፅኦም ከሎ ካብ ግብፂ ከውፅኦም ከሎ ሰባት እዚኣቶም ስርዓት ዘይብሉ ህይወት ክነብሩ ኣይኮነን መደብ ነይሩ ማለት ገዛኢ ዘይብሎም ኮይኖም ክመላለሱ ይኮነ መደብ ነይሩ ማለት ካብ ባርነት ስለ ዘውፅኦም ካብ ግዛት ስለ ዘውፅኦም ሲ በቃ ከም ድላዮም ዝኾነ ዓይነት ሰባት ክኾኑ ዘይኮነስ እንታይ ገብ- ገበሎም ነይሩ እግዚኣብሔር ግዝኣት እዩ ዝቕየሩ እንታይ ገብረሎም ነይሩ? ግዝኣት እዩ ዝቕይረሎም ነይሩ። ደሴ ንዓና ንኩሉ ጌርና ማለት እዩ። ትማል ኣብ ትሕቲ ሰይጣን ኢና ንግዛእ ነይርና፣ ንዓና ኣምፂኡ እግዚኣብሔር እንታይ ጌርና? ኣብቲ ናቱ መንግስቲ የእቲና ማለት እዩ። መንግስቲ እዩ ኣቐይርና እግዚኣብሔር። ኣሜን። ሃይማኖት ኣይኮነ ቀይርና ብቻ ብዙሕ ጊዜ ኮነ ና ኣነ ክሳይ ነይረ እና ክሳይ ነይረ ክሳይ ነይረ ገለ ንብልና ንሱ መግለፂ ኣይኮነ ብዝኾነ ይኹን እሱ ናይ ኣምላኽ ኣይኮነ ኢልና ብዛዕባ መናሉ መዓልቲ ናይ ሰይጣን ምዃኑ ኢና ንፈልጥ ማለት እዩ። ኣብ ካልእ ግዝኣት ኢና ኔርና ማለት እዩ። ስለዚ እቲ ጉዳይ ጉዳይ መንግስቲ ምቕያር እዩ ኔሩ። እግዚኣብሄር ንደቂ እስራኤል ካብ ግብጺ ኣውጺኡ ከም ድላዩ ክኾኑ እኳ ንመደቡ ኔሩ። እንታይ ደኣ መንግስቲ ካብታ ብሓጢኣት እትገዝእ መንግስቲ ብፅድቂ እትገዝእ መንግስቲ ናብኣ የእትዎም ነይሩ ማለት እዩ ንሱ ንጸላእቶም ከኣ ባዕሉ ዝዋግኣሎምን ዝስዕረሎምን ዘግዝኣሎምን ንጉስ ምዃኑ እግዚኣብሔር ዘርእዮም ነይሩ። ኩሉ ነገር ምዃኑ፣ ዝሽከሞም ኣምላኽ ምዃኑ፣ ዝጥውሮም ኣምላኽ ምዃኑ፣ ዘምሮም ኣምላኽ ምዃኑ፣ ካብ ተጻባኢ ዝሕልዎም ኣምላኽ ምዃኑ፣ ካብቲ ዝሕይሎም ነገር ዝዋግኣሎም ኣምላኽ ምዃኑ፣ ንምድሪ ከነኣን ክወርሱ ከለዉ እስራኤላውያን ካብቲ እያሱ ብኲናቱን ብሰይፉን ዝሰዓሮም ለናቕት ኣምላኽ እግዚኣብሔር ካብ ሰማይ ሀ ደናጉልና በረድ ኣውሪዱ እንታይ ዝገበሮም ይበዝሑ ይብል ዝቐተሎም ይበዝሑ ይብል ስለዚ ብመሰረቱ እግዚኣብሔር ንጉስ ኮይኑ እንታይ ይገብሮም ነይሩ ማለት እዩ ኩሉ ነገሮም ይሰብኩም እዮም ዝገ እኳ ደኣ ብዘይሙስ ዋሕት ነገር ክገብሩ ኣይምኸኣሉን ነይሮም ካብ ግብፆም ክወፁ ኣይምኸኣሉ ንሳቶም ከዓ ንዕኡ ንንጉሶም ዝግዝኡን ንሕጋጋቱን ከዓ ዝእዘዙ ኮይኖም ክቕፅሉ ንእግዚኣብሔር ሓሳብ ተዝብሑ መንግስቲ ምቕያር ፅቡቕ እዩ። ካብ ናይ ሰይጣን መንግስቲ ናብ ናይ ኣምላኽ መንግስቲ ምምፃእ ሰናይ እዩ። ግን ናብታ ናይ እግዚኣብሔር መንግስቲ ምስ ምውፃኻ ንጉስ ኣሎ። ኣሜን። እንታይ ኣሎ? ንጉስ ኣሎ። ንጉስ ተዛሪቡ መሪኡ ዘይፈርሕ እዩ። ዕንባቆም ዲያሞስ ከምኡ ኢሉ መሊሱ ኣይፈርድን። ስለዚ ንጉስ ዝኣዘዞ ትእዛዝ እናተኣዘዙ ክመላለሱ ሕጋጋተይ ዝበሎ፣ ፍርድታተይ ዝበሎ፣ ትእዛዛተይ ዝበሎ እግዚኣብሔር፣ ስርዓታተይ ዝበሎ እናገበሩ ክነብሩ ናይ እግዚኣብሔር ድሌት እሱዩ ነይሩ። ናይ እግዚኣብሔር ዕላማ እሱዩ ነይሩ። ናይ እግዚኣብሔር ሓሳብ እሱዩ ነይሩ ማለት እዩ። ብኣታቶም ኣቢሉ ከዓ ንኹላ ምድሪ ክገዝእ እግዚኣብሔር መደብ ነይሩ። ብኣታቶም ገይሩ ኣንታ ክገብር ንኹላ ምድሪ ክገዝእ መደብ ነይሩ። ንሳቶም ግና ንኣምላኽ ባህ ኣይብሉን። ሓደ ከተቕይሙ እንታይ ኢሎሞ ንጉስ ኣንግሰና ንጉስ ኣይግበረልና ኣንግሰና ካልእ ንጉስ እንደሊ ኣለና ብሎ ጀመሩ። ንጉስ ንደሊ ኣለና ኢሎም ንኣምላኽ ሓደ ሓሳብ ኣምጺኦምሉ ማለት እዩ ሽዑ እግዚኣብሔር ከምዚ ኢሎም ሳሙኤል ሳሙኤል ቀዳማይ ሳሙኤል ሸሞንተ ሸውዓተ እንታይ ኢሉ እግዚኣብሔር ድማ ንሳሙኤል በሎ ኣነ ከይነግሶም ንዓይ እዮም ዝነዓቑ እምበር ንዓኻ ኣይኮኑን ዝነዓቑ እሞ ነዞም ህዝቢ ብዝብልኻ ኩሉ ቃሎም እንታይ ግበር ኢሎ ስማዕ ንመን እየ ንዕቐቦ ኢሉ ኣነ ከይነግሶም ኣነ ከይመልኮም ኣነ ከይመሓድሮም ኣነ ከይገዝኦም ንዓይ እዮም እንታይ ዝገብሩ ዘሎ ዝሰኣሉኒ ዘሎ ኣይንደልየካን ኢና ካልእ ንጉስ ስንደለ ካባኻ ዝሓይሽ ንጉስ ኣሎ ኢሎም ንኣምላኽ እንታይ ገይሮም ማለት እዩ እልዮም ደሓር እግዚኣብሔር እንታይ ኢልዎ ደሓን ዝብልኻ እንታይ ግበር ስማዕ ከም ዝብልኻ ግበር ኣሎ እቲ ዝብልዮ ተግባር ፅቡቕ ድዩ ኣይፅቡቕን እዩ ሓንቆ ክርእይዎ እዮም ነገር ግን ስርዓት ናይቲ ዝገዝኦ ምድራዊ ንጉስ እንታይ ምዃኑ ኣፍልጦም ኢሉ ብጣዕሚ ብጣዕሚ ካብ ክሳዕ ሕጂ ብዙሓት መንግስታት ከም ኣርኣያ እንዳወሰዱ ንሰባት ዝጭቁኑ ድማ ኣብ መንገዲ ተገሊፁ ኣሎ ማለት እዩ ደቂ እስራኤል ናይታ እግዚኣብሔር መለኮታዊ ሓይሉ እናገለፀ ዝሕግዛ መንግስቲ ተጠቀምቲ ክኾኑ ድሌት ነይርዎም ድሌት ነይርዎም እግዚኣብሔር ካብ ጠላቶም ክዋግኣሎም ድሌት ነይርዎም እዩ ተኣምራት እናገበረ ዘይተጸበዮ ነገር ልዕሊ ኣቅሮም ዝኾነ ነገር ልዕሊ ትጽቢቶም ዝኾነ ነገር ክህቦ ድሌት ነይርዎም እዩ ነገር ግን ድሌትን ክውንነትን ካብ በበይኑ ክኾኑ ከሎም እዩ ማለት ብስርዓታትን ብሕጋጋትን ምምልላስ ግና እንታይ ኮይንዎም ብሃገሮም እዮም እንድዓል ደስ ኣይበሎም እሞ ክማራ ርእስን ርእሶም እንታይ ኣይገበሮን ኣየግዝእዋን ከም ድላዮም ክኾኑ ደልዩ ተጠቀምቲ ናይታ መንግስቲ በታ መንግስቲ እያ ዝርከብ ረብሓ ክኾኑ ደልዮም ግን ብሕጊ ኣጋታ ድማ ክኸዱ ዘይደልዩ ሰባት እዮም ነይሮም ማለት እዩ። ሕጂ እንተ ማእሰር ኹሉ ነገር ኢና ንመልሽ ኣብ ታሪኽ ደቂ ሰባት ኮይና ሃልዩ ሕጂ እውን ናብታ መንግስቲ ክርስቶስ መጺእና ሃለና ተጠቀምቲ ናይታ መንግስቲ ነታ መንግስቲ ዝርከብ በረኸት ካብ መንግስቲ እዚኣ ትህቦ ፈውሲ ካብ መንግስቲ እያ ትህቦ ሃብቲ ካብ መንግስቲ እያ ትህቦ ዝተፈላለየ ነገር ተጠቀምታ ክንከውን ንደሊና ብዙሕ ግዜ ግና ደቂ ሰባት ሽግርና እንታይ እዩ ብሕገ መንግስቲ ግን ክንከይድ ኣይደለና ሕጁን ሕጁን ሕጁን ካብታ ናይ ሰይጣን መንግስቲ መንግስቲ ኣቐይሩና እግዚኣብሔር ናብ ናይ እግዚኣብሔር መንግስቲ መፂና ክንስና ተረባሕኒ ናይታ መንግስቲ እቲኣ እትህቦ ረብሓታት ክንከውን ንደሊ ኢና ሆነ ስለ ኩላትና ድሌት እግዚኣብሔር ክባርኮ ዘይደሊ ሰብ የለን እግዚኣብሔር ክህፍትሞ ዘይደሊ ሰብ የለን እግዚኣብሔር ክፍውሶ ዘይደሊ ሰብ የለን እግዚኣብሔር ብዙሕ ነገር ገብሮ ዘይደሊ ሰብ የለን ነገር ግን

ግን በቲ ናቱ ፍቓድ ግን ክንዝወር ብዙሕ ግዜ ንሽገር ኢና ማለት እዩ። ስለዚ ከዓ ኣምላኽ ነተ- ነቶም ሓደ ድሕሪ ሓደ ዝመፁ ዝነበሩ ነገስታት ድሕሪ ሳኦል ማለት እዩ ሳኦል ምስ ነገሰ ንኣምላኽ ኣይንደልየካ ኢና ካልእ ንጉስ ይሸን ኢና ምስ በሎም ሳሙኤል ሳሙኤል ንሳኦል ረኺብዎ ማለት እዩ ድሕሪ ንኹሎም ነገስታት ንኹሎም እንታይ ክገብሮም ከሎ እንድሪ ክመርሖም ከሎ ክድግፎም ከሎ ክባርኾም ከሎ እንድሪ መብዛሕትኦም ግና እኳ እንታይ ኣይገበርዎን፣ ሕጂ እውን ባህ ኣየብሎምን። ሓደ ሰብኣይ ጥራይ ከም ከም መመርኮሲ እንታይ ከም ሪፈረንስ ፖይንት ከም እዚ እዩ ዝብሎ እግዚኣብሔር ሓደ ዳዊት ዝበሃል ሰብ ጥራሕ ከም ዝተረኽበ መጽሓፍ ቅዱስና ይነግረና። ስለዚ ድማ ዳዊት ሓደ መሓላ ምሒልሉ እግዚኣብሔር መብዛሕትኦም ንኣምላኽ ባህ ኣይበልዎም ኢለ ኣለኹ። ስለዚ ድማ እግዚኣብሔር ንደቂ እስራኤል ነዊሕ ድሕሪ ምዕጋሱ ነታ መንግስቲ ካብ ልዕሊኦም ክወጻ ከለና ተዓጊሱ ንፎቄና ኣውል ይቴል ኣቲ ሕጂ ኣይዛረብን እየ ግን እግዚኣብሔር ነታ መንግስቲ ድሕር ነዊሕ ግዜ እንታይ ገይርዋ ማለት እዩ ኣልዒልዋ ኣብዚ ከ ምዕራፍ ዓሰርተ ጥቕሲ ዓሰርተ ሸሞንተ እዚ ቃል እዚ ኣብ ምርኮ ምስ ከዱ ካብ ስርዓት ኣምላኽ ወፅኦም እግዚኣብሔር ሕሊፉ ምስ ሃቦም ኣብ ፀላቶም ምስ ከዱ ዝተዋህዶ ቃል እንታይ እዩ ክብሪ እግዚኣብሔር ኣብ ልዕሊ ልዳት እታ ቤት ወፀ ኣብ ልዕሊ ኩርቤል ከዓ ቆመ ሪዎ ማለት ነቲ ኣገር ክብሪ ካብቲ ዝተቐመጠሉ ቦታ ካብታ እግዚኣብሔር ኪዳን ምስ ኣተወሎም ናብኡ ዝመጻላ ካብታ እግዚኣብሔር ታቦት ስራሕ ኢልዎ እዚ ስራሕ ኢልዎ ድንኳን ግበር ኢልዎ ንሙሴ ኣብ በረኻ ምስ መጸ ኣትሒዙ ማለት እዩ ሰሎሞን ምስ ሰራሐ ጥራሕ እግዚኣብሔር መፅዩ ኣብ በረኻ ከሎ እግዚኣብሔር ህልው ምእቱ እዩ ድንኳን ምርኻብ ይሕደሩ ነይሩ ማለት እዩ

ስመይ ክብረይ ከንብረላ ዝሓረኹዎ ቦታ ኢሉ እግዚኣብሔር ዝመረፃ ከተማ ብመሪሕነት እዮም ኣብታ ከተማ እቲኣ ነቲ ታቦት ሰሪሖሞማ ነቲ ድንኳን ሰሪሖሞ ነቲ ድንኳን ምርካ ወይ ማለት መቅደስ ኣኒፆሞ ማለት እግዚኣብሔር ዝሓርያ ከተማ ካብ ኩለን ከተማታት እግዚኣብሔር ምሽሮ ኣይኮነን ሓሪዋ እያሱ ኣብ ሽረ ገዲፎ ነቲ ናይ እግዚኣብሔር ድንኳን ካብኡ ግን እንዳ ኣልዓሉ ብዘበን ዳዊት ድማ ናብ የሩሳሌም መጽእ ምክንያቱ ብዘበን ዳዊት የሩሳሌም ናይ እስራኤላውያን ከተማን ወይ ድማ ግዝኣትን ኮይና ማለት እዩ ስለዚ ክብሪ እግዚኣብሔር ካብ ማእኸል እታ ከተማ ክለዓል ጀሚሩ ማለት ኣብ ልዕሊ እቲ ብወገን ምብራቕ እታ ከተማ ዘሎ ከረኑን ቋሜን ብጣዕሚ ዝሕዝ ነገር ክርኢ ጀሚሩ እግዚኣብሔር ህልውኑ ካብ እስራኤላውያን ኣልሚኑ ክኸድ ከሎ ሽዑ እግዚኣብሔር ክሳዕ እቲ ምልኣት ዘመን ዝመጽእ፣ ክሳዕ ክርስቶስ መጺኡ ነታ መገዲ ከም ብሓድሽ እንደገና ነታ መንግስቲ ከም ብሓድሽ ክሳዕ ናባታቶም ዝመልሰሎም እግዚኣብሔር ብዝተፈላለዩ ነቢያት ገይሩ ይዛረብ ነይሩ ማለት እዩ። ክዛረብ ከሎ ነቲ እግዚኣብሔር ንዳዊት ኣብ ምዕራፍ ሸውዓተ ካልኣይ ሳሙኤል ጥቕሲ ዓሰርተ ክልተ ዝሃቦ ተስፋ ከም ዝመልሰሎም ኣምላኽ ይዛረብ ነይሩ። ኩሎም ነቢያት ነዛ ተስፋ እዚ ይዛረቡ ነይሩ። ኩሎም ነቢያት ዝተፈላለየ ትንቢት ክዛረቡ ከለዉ ካብ ሓጢኣቶም ተመለሱ ከምዚ ግበሩ እንዳበሉ ነቲ ህዝቢ ክእርምዎ ከለዉ ፍትሒ ግበሩ ገለ ክብሎ ከለዉ ነቲ ህዝቢ ዕላማ እንታይ ነይሩ? ነታ መንግስቲ ዘኽብር ኣካይዳ ኪዱ ኣምላኽ ድማ ነታ ዘተስፋወና መንግስቲ ክህበና እዩ። ክመልሰልና እዩ ሓሳቡ ነይሩ ማለት እዩ። መዓልታትካ ምስ መርኣይዎ፣ ምስ ኣቦታትካ ካብ ምስ ደቀስካዮ፣ ብድሕሪኻ ድማ ነቲ ካብ ዘርኻ ዝወጽእ ካብ ከርስኻ ዝወጽእ ዘርኻ ልዕል ከብሎ እየ፣ ነታ መንግስቱን ከጽንዓ። እየ ኢልዎም ዝሃብ ንዳዊት እዚ ተስፋ ይብሉ ስለዚ ደቂ እስራኤል ሕሱም ክብሎም ከሎ ነዚ ተስፋ እዚ እዮም ዝዝክሩ ነቦና ዳዊት ዝኣተኻሉ ኪዳን ኣሎ ዝጸንዓት መንግስቲ ክትህበና ገዛእቲ ክወጽሖ ከሎ ነዚ እዮም ዝዝክሩ ነይሮም ጭቆና ክወጽሖ ከሎ ነዚ እዮም ዝዝክሩ ነይሮም ደቂ እስራኤል ግን እቲ ኹሉ ኣብ ህይወቶም ዝበጽሕ ዝነበረ ነገር ከምቲ ክኾንዎ ዝግባእ ብዘይምዃኑ ምዃኑ ኸኣ ግሁድ እዩ ነይሩ። ምስ ሕሩየይ ኪዳን ኣተኹ፣ ንዳዊት ባርያይ መሓልኩ፣ ዘርእኻ ንዘለኣለም ከጽንዕ፣ ዝፋንካ እውን ንውሉድ ወለዶ ክሃንጽ እየ ኢሉ ብዛዕባ ብዳዊት ኣቢሉ ዝመጽእ እታ ናይ ክርስቶስ መንግስቲ ካብ እግዚኣብሔር ክዛረቦ ጀሚሩ። ምናልባሽ ነቲ እግዚኣብሔር ዝሃቦ ተስፋን ኣብ ደቂ ሰያ ዝነበራ ኣረዳዳእን ናይ እግዚኣብሔር ዝነበረ ሓሳብን ይፈላለ ነይሩ ዝግሁድ ነገር ነቲ ቃል ዝነበሮም ኣተረጓጉማ ነቲ ቃል ኣብ መዓላ ክውዕልዎ ከሎ ወይ ድማ ኣብ መረዳእታ ክወስድዎ ከሎ ዝነበሮም ናይ ምርዳእ ፍልልይ ናብኦም ከምኡ ምስ ናይ ኣምላኽ ነገር ዝተፈላለዩ ክነብር ገይርዎም ማለት እዩ ስለዚ ሕጂ እውን ነታ ንነብረላ ዘለና መንግስቲ ከምቲ ዝግባእ ጌርና እንድሕር ደኣ ፈሊጥናያ ኢና ንእግዚኣብሔር ዝሐጉስ ህይወት ክንነብር እንኽእል። ስለዚ እቶም ነቢያት ብዛዕባ እዛ መንግስቲ እዚኣ ከምዚ እዮም ዝብሉ ነይሮም ማለት እዩ። እንታይ ይብሉ ነይሮም? በታ መዓልቲ እዚኣ ነታ ዝወደቐት ድንኳን ዳዊት ክገብራ እየ ከልዕላ እየ ይብሉ ነይሮም። ከምዚ ክበሃል ከሎ ብጣዕሚ እዩ ዘሐጉሶም። ምክንያቱ ከም ዳዊት ዝበለ ጅግና ተዋጋኢ ግዝኣት እስራኤላውያን ዘስፈሐ ብሓይሉ ነታ ምድርቲያ ማለት እዩ ሓይሊ ኣምላኽ ምስኡ ስለ ዝነበረ ነታ ምድርቲያ ካብ ብዙሓት ገዛእቲ ከም በዓል ጎልያ ዝኣመሰሉ ገና ክጅምር ከሎ ትሒዙ ሓራ ዘውፅአ ሰብ ብዘመኑ ኩሉ ኩናት ነይሩ ግናኸ ደቡብ እስራኤል ብጣዕሚ ሰፊሕ ከም ብዘመን ዳዊት ገይሩ ሰፊሑ ኣይፈለጥን እዩ ገና መፅሓፍ ቅዱስና ስለዚ ንዳዊት ናይ ዳዊት ተስፋ ክከዓል ኢሎም ከለዉ እስራኤላውያን ብጣዕሚ ዝስምዖም ነገር ፍሉይ ነይሩ ማለት እዩ። ነቶም ካብ ኢዶም ዝተረፉን ነቶም ብስመይ እተሰውኡን ኵሎም ህዝብታትን ክወርሱስ ንዑ ንኣን ከልዕሎ፣ ከምቲ ብዘመን ጥንቲ ዝነበረቶ ገይረ ኸኣ ክሃንጻ እየ ይብል። እቲ ነዚ ዝገብሮ እግዚኣብሄር እዩ፣ ኣሞጽ ተዛሪቡ ማለት እዩ። እንታይ ዝብል ሓሳብ ተዛሪቡ ኣሎ? ነቶም ብስመይ እተሰምዩ ኵሎም ህዝብታት፣ ኤዶምውን ወሲኹ ማለት እዩ። ስለዚ እታ መንግስቲ ካብ ናይ እስራኤላውያን ዓንኬል ሕንፍ ዝበለት ምዃና እውን እግዚኣብሄር ኣብቲ ትንቢት እንታይ ገበሮም ነይሩ? የረድኦም ነይሩ። ምሳኹም እንታይ ይብል? ሓደ ንጉስ ይመጽእ፣ ኣብ የሩሳሌም ኮፍ ኢሉ፣ ካብ ዘር ዳዊት ይመጽእ፣ ኣብ የሩሳሌም ኮፍ ኢሉ፣ ንዓቕሚ እስራኤላውያን ዝሓሸ ናብራ ይምነ እዩ። ከምዚ ነይሩ ማለት ትጽቢቱ ኣብ ግብረ ሃዋርያት ከኣ ከምዚ ኢሉ ንሰባት ዝደግሞ ከሎ ሓደ መዓልቲ ጳውሎስ ናይታ ሓዳስ መንግስቲ ማለት እዩ ናይታ ናይ ክርስቶስ መንግስቲ ሒዙ እናጎየ እናገልገለ እናሰበኸ ድሕሪ ነዊሕ ዓመታት ተመሊሱ ዝገብሮ ዘሎ ቁኑዕ ኣሎ ድዩ ከመይ እዩ ክግምግም ምስ ደለየ ኣብ ሃዋርያት በፅሑ ማለት እዩ ኦኬ ያ ብዛዕባ ኣብ ብዛዕባ ነቶም ኣብ ኣህዛብ ዘለዉ ዝወሃብ ዝነበረ ዝተፈላለየ ስርዓታት ምስሕሓብ ስለ ዝመጸ እምበር ናብ የሩሳሌም መጺኡ ማለት እዩ። ስለዚ ከምዚ ኢሎሞ ምስ እዚ ድማ እቲ ቃል ነቢያት ይሰማማዕ ከምቲ እቶም ዝተረፉ ሰበይን ስመይ ኣባታቶም እተጸውዑ ዅሎም ኣህዛብ ንጐይታ ምእንቲ ኽደልዩ ነታ ወዲቓ ዘላ ድንኳን ዳዊት ከም ብሓድሽ ክሰርሓ ነቲ ዑንዓ ከሐድሶ ከም ብሓድሽ እውን ከቕንዖ እየ እዚ ነገር እዚ እቲ ካብ ዝኣለም ፈሊጡ ዝገብሮ ጎይታ ይብል ኣሎ ኢሉ ልክዕ ነታ ናይ ኣሞጽ እዩ ደጊምዋ ማለት እዩ። መን እዩ እዚ ያቆብ እዩ። ያቆብ መራሒ ቤተ ክርስትያን ኮይኑ ክዛረብ ከሎ እዚ ጳውሎስን በርናባስን ዝዛረብሉ ዝጸንሐ ነገር ቃል እቲ ናይ ነቢያት ቃላት እውን ይድግፎ እዩ። ነቢያት ብዛዕባ እስራኤላውያን ጥራሕ ኣይኮኑ ተዛሪቦም እንተላይ ብስም ኣምላኽ ዝተሰምዩ ኣህዛብ ንዓታቶም እውን እትገዝእ እታ ወዲቓ ዝነበረት ድንኳን ዳዊት ከም እትለዓል፣ ከም ብሓድሽ ከም እትስራሕ ይዛረብ። ስለዚ ኢሉ እዛ ናይ ክርስቶስ መንግስቲ እንተ ናይ ኣህዛብ ተካእትት እያ ዚሉ ሓሳብ ክህብ ከሎ ንርእዮ ማለት እዩ። ከም ብሓድሹ ከቝንዐ እዩ። ስለዚ ምቕናዕ ዚብል ሓሳብ ይጽበ ነይሮም ደቂ እስራኤል። Restoration ይጽበ ነይሩ። ምሕዳስ ዝበሃል ነገር ይጽበ ነይሩ ንደቂ እስራኤል። ዝበዝሕ እቲ ህዝቢ ፈሪሳውያንን ናይ ጎይታ ደቀ መዛሙርትን ወይ ድማ ጎይታ ድማ ብባዕሉ ማለት እዩ ፈጺሞም ክላገቡሉ ዘይከኣሉ ነገር ነዛ መንግስቲ እዚኣ ዝነበሮም ኣገላልጻ ወይ ድማ ኣጸባቢ መጽሓፍ ቅዱስና ነገርና ከሎ እቶም ናይ ብሓቂ ብመንፈስ ኮይኖም ዝጽበዩ ዝነበሩ ሰባት እንታይ ይብሎም ንመንግስቲ ኣምላኽ ድማ ዝጽበዩ ዝነበሩ እዮም ወይ ድማ ብዝጽንናዕ እስራኤል ከ ዝጽበዩ ዝነበሩ እንዳበለ ገሊጾም ኣሉ እቶም ሰባት ነቶም ብመንፈስ ኮይኖም ተረዲኦም ሓሳብ ኣምላኽ ኣስተውዒሎም ነቲ መሲሕ ዝጻባበዮ ዝነበሩ ሰባት ምስ መጸ ዘረነንዎ ሰባት ምሕዳስ ምቕናዕ ዝብል ሓሳብ ትጽቢቶም ነይሩ ማለት እዩ ስለዚ ድማ እዮም ከምዚኦም ሓይትሙ በዚ ወርሓት እዚ ዝምስናይ መንግስቲ ከተቕንዐኒ ከተቕንዓልና ዲኻ መንግስቲ ክትተኽለና ዲኻ መንግስቲ ነቲ ዝነበረ ቅድሚ ሕጂ ዝነበረ እሞ ዝፈረሰና ነገርሲ ካብ ብሓድሽ ክትሰርሖ ዲኻ ኢሎሞ ተሐድሶ ዲኻ ከም ሓድሽ ዋታውሞ ኢኻ ኢሎም ጎይታ ኣብ ውሽጦም ከም ህዝቢ ፈሪስና ኢና ዘለናሞ ምሕዳስ የድልየና እዩ ዝብል ሓሳብ እዮም መንግስቲ ጠፊኣትና እያ ዘላሞ መንግስቲ ተድልየና እያ ዝብል ሓሳብ እዮም እሞ ድማ ከም ኣብ ዘመን ጎይታና የሱስ ክርስቶስ ከዓኒ ኣዝዩ ዝመረረ ወይ ድማ ዝፀንከረ እዋን ስለ ዝሓልፉ ዝነበሩ ደቂ እቲ ምንታይ ሽዑ ዝገዝኡ ዝነበሩ ሮማውያን ብስርዓት ኣምላኽ ዘይከዱ ብሕጊ ኣምላኽ ዘይከዱ ንስርዓትን እንታይ ይባል ናይ ሃይማኖትን ናይ ኣይሁዳውያን ነገርን ድማ ዘየኽብሩ ዓይነት ገዛእቲ ገዚኦሞም ስለ ዝነበሩ ዝፅበይዋ መንግስቲ ድንኳን ላዊት ልዕል ክትብል ክትሕደስ ታፈሪሳ ኢሎም ዝኣምኑላ ክትጥዒ ክትስተሃበን ትፅቢት ነይርዎም ማለት እዩ ናይ የሱስ ክርስቶስ መልሲ እዎ እኳ እንተኾነ ነገር ግን እቲ ኣረዳድኣ በበይኑ ምዃኑ ክረድኦም ፈትዮም ማለት እዩ እወ መንግስቲ ክቕንዕ መፀ ግን ካብታ ንሱ ክፅበዋ ዘለዎ መንግስቲ ኣያጉልጉን ከቕንዕ መፀ እዩ መልሲ ናይ ጎይታ ነይሩ ማለት እዩ እንታይ ኢሎም ንሱ ሓንቲ ሓሳብ እዩ ሂብዎም ከይኑ ማለት እዩ ንሳቶም ዝነበረ መረዳእታ ልክዕ ከምታ ብሳሙኤል ኣቢላ ዝተጀመረት ብምድረ ንጉስ ኣቢላ ከዓ እትገዝእ መንግስቲ ክኸውን እዩ ነይሩ ድሌቱ ሕጂ እውን እታ ደረት ዘለዋ መንግስቲ ካብ እስራኤላውያን ዘይትሓልፍ ንእስራኤላውያን ጥራይ እትረብሕ ንዓታቶም ጥራይ እትባርኽ መንግስቲ ንኻልኦት ከኣ ትጓኒ መንግስቲ እዩ ትጽቢቶም ነይሩ። ስለዚ ጎይታ እንታይ ኢልዎም ማለት እዩ? እታ እሱ ዘበስራ ዝነበረ መንግስቲ ምስታ እሶም ዝዛረቡላ ወይ ድማ ዝጽበይዋ ዘሎ መንግስቲ ዝምነይዋ ዘለዎ መንግስቲ ገና ከምዘይ ፍራሕት ገና ትጽቢቶም ከምኡ ከምዘይፍጸመሎም ክረድኦም ፈቲኖም ማለት እዩ። ዕብራውያን ሓደ ሸሞንተ ይጠቅሱ እዚ ሓደ ኣቦ ብዘመኑ ስልጣኑ ዝምደቦ ነገር ንዑ ክትፈልጡ ሕጂ ንዓኹም ኣይተዋህበኩም ግን ሓደ ነገር ክነግረኩም እየ ኢሉ ግብራውያን ሓደ ሸሞንተ ተዛሪቦም ሄዱ ማለት እዩ እንታይ ኢሎም መንፈስ ቅዱስ ናባትኩም ክወረድ እዩ መንፈስ ቅዱስ ናባትኩም ምስ ወረደ ሽዑ ሓንቲ መንግስቲ ብሓይሊ ደፍእ ክትጅምር እያ ክብሎም ጀሚሩ እታ መንግስቲ እቲኣ ኣብ የሩሳሌም ጥራሕ ኣይኮነትን ትድረት እዩ። እታ መንግስቲ እቲኣ ኣብ ይሁዳ እውን ኣይድረትን እያ፣ ኣብ ሰማርያ ጥራሕ እውን ኣይድረትን እያ፣ ክሳዕ ወሰን ምድሪ እትኸይድ መንግስቲ እያ ኢሉ ሓድሽ ሓሳብ ክህቦም ከሎ እዩ። ደቀ መዛሙርቱ ዋላ እዚ ኩሉ ዓመት ተኸቲሎሞ ዝነበሮም ኣመለኻኽታ ካብ የሩሳሌምን ይሁዳን ዘይሓልፍ ሓሳብ ነይሩ። ነታ መንግስቲ ከምኡ ክድርቱ ሓሰቡ። ንየሱስ እውን ብዙሕ መዓልቲ ወጺኦም ከንግስዎ ሓሰቡ እዮም ማለት እዩ።

ካብ ናይ እስራኤላውያን ኣተሓሳስባ እንታይ ዝኾነት ልዕል ዝበለት መንግስቲ ኣብ ኩላ ዓለም እትገዝእ መንግስቲ እታ በረት ኣልቦ እታ ወሰን ኣልቦ ዝኾነት መንግስቲ ሓይላ ካብ ወለዶ ናብ ወለዶ ምቕፃላ ዘለኣላማውነታ ዘረጋገፀት መንግስቲ ብዛዕባ ኢትዮጵያ ዛረብ ነይሩ ማለት እዩ። ስለዚ ንዓም ክርዳም እንተኾኑ ሓደ ነገር ክኾኑ ነይርዎ ግብረ ሃዋርያት ሓደ ሸሞንተ ክፍፀም ነይርዎ መንፈስ ቅዱስ ክወርድ ነይርዎ ሽዑ እንታይ ሒዞም ደሞ

ምስ ሃሳብ ተሓዊስካ ምስ ርኹስ ተሓዊስካ ምስ ዘይዓሌትካ ተጸንቢርካ ገለ ዝብል ኣተሓሳስባ ዝነበሮ ምሳት እዩ ገና ኣይተለወጡ ግን እዚ ሓይሊ እዚ እቲ ብርሃን ሓደ ሸምንተ ክግለብ ዝበለ ጎይታ ግን ነታ መንግስቲ ጽቡቅ ገይሩ ዝገልጻ ክሳዕ ወሰን ምድሪ ዘብጽሓ ልኣላውነታ ዘረጋግጽ ንሙሉ ዓለም ከም ትገዝእ ዝገብራ ሓይሊ ምዃኑ ግን ኣብኡ ገሊጹሎም እዩ ማለት እዩ እግዚኣብሔር ይመስል

ስብከቱ ትምህርቱ ኩሉ ነገሩ ብዛዕባ መንግስቲ እዩ ነይሩ ማለት እዩ። ንሱ ከኣ ንጉስ ምዃኑ እዩ ዝነግሮም ነይሩ ማለት እዩ። ሓደ መዓልቲ ፈሪሳውያን ከምዚ ኢሎም ሓቲቶምዎ ጎይታ እዚ ትገብሮ ዘለኻ ብናይ መን ስልጣን ኢኻ ትገብሮ ዘለኻ ኢሎም ሓቲቶም ድሓር ንስኻ ሓደ ነገር ሓይቶም ኣነ ሓደ ነገር ክሓተኩም እየ ንዓ ተመሊስኩምለይ ይምልሰኩም እዩ ተዘይመሊስኩምለይ ከዓ ኣይምልሰኩም ኢሉ ናይ ዮሃንስ መጥምቕ

ስለዚ ኣይት ኣይንፈልጥ ኢልካ ምምላስ ኣዋጺ ኣዮም ኣይፈልጥናን ብዛዕባስ ግን ንስኻ ቤናይ ስልጣን ትገብር ከምዘላ ክንፈልጥ እንደሊ ኣለና ብዛዕባ ዝሓልካና ሕቶ መልሲ ይብልና ግን ካብኻ መልሲ ንጽበ ኣለና ኣበን መልሲ ይብለይ ኣነ ንዓኻትኩም ዝኾን መልሲ የብለይ ኢሉ እግዚኣብሔር መስሎ ስለዚ ጎይታ ነቶም ነታ መንግስቲ ዝነበሮም ዓይነት ኣጸባብያን ዝነበሮም ትጽቢትን ዝነበሮም ኣመለኻኽታን ክህብ ዝህልዎ መረዳእታን ፍቓድን እናፈለጠ እዩ ንሰባት ዝነግሮም ነይሩ። እዚ ክፍሊ ኣልዒልናዮ ዘለና ሕጂ ምፍራቱ ምስጢር መንግስቲ ኣምላኽ ንዓኻትኩም ተዋሂቡ እዩ ዝበሎ ምኽንያት ንገሊኦም ዘይተገልጸሎም ንኻልኦት ድማ ክገልጸሎም ዝፈተወሉ ክፍሊ መጽሓፍ ቅዱስ እዩ ማለት እዩ። ንፈሪሳውያን ሕቶኦም ኣይምልሰልኩምን እየ ዝበሎም ንዓኻ ግና ዝተመለሰልካ ቦታ እዩ ማለት እዩ። ኣሜን ኣሜን። ንገሊኦም ዝተሰወረሎም ንዓና ግና ዝተገልጸልና ነገር እዩ ማለት እዩ። ንካልኦት ኣይንገረኩምን እዩ ዝተባሃሉ ንገረና ኢሎምስ ኣይነግረኩም እዩ ገሊኦም እውን መፅኦም ንፍሓት ንጉስ ኢኻ ኢሎም ዝሓትዎ ንገሊኦም ከዓ ከይዱ ኣነ ንሱ እየ ይሃል ምሽ ኣነ ሃ ንሱ እየ ኢሎም ከዓ ንገሊኦም ነቲ ብዕኡ ዝተወልደ ሰብኣይ እንዳ ሃዲኦሞ

ስለዚ ንገሊኦም ዝተሰወሩ ንገሊኦም ካብ ባዕሉ ይገልጸሎም ነይሩ ይገልጸሎም ነይሩ ነታ ሳምራዊ ሰበይቲ እውን ንሱ ኣነ ትዛረብ ዘሎ መን እቲ መሲሕ እዩ ንካልኦት ከሆን ይበሎም ዋላ ንሃዋርያት እኮ ኣብ ቂሳርያ ሓደ መዓልቲ መንነቱ መንፈስ ቅዱስ ምስ ተገልጠሉ ንጴጥሮስ ንካልኦት ሰባት እንታይ ከይትነብሩ ኢሉ ከይትነብሩ የሱስ ክርስቶስ ንሱ ወዲ ያው ኣምላኽ ንሱ እቲ መሲሕ እዩ ዝብል ሓሳብ ምስ ተገልጠሎም ንካልኦት ኣይትንገሩ ነታ ሳምራዊ ሰበይቲ ከዓ ሓደ መሲሕ ዝባሃል ክመጽእ ንጽበዮ ኣለና እሱ ምስ መጸ ኩሉ ክንገረካ ኣነ ንሱ እንድየ ባዕለይ እታ ናብ ካልእ ኣካየደት ንገሊኦም ይስውረሎም ንገሊኦም ካ ይገልጸሎም ኣሜን ስለዚ ኣብዚ ቦታ እዚ ከዓኒ ከምኡ ከምኡ ከምኡ ኮነ ኢና ንሪኦ ማለት እዩ ነታ ከም ሓሳብ ኣምላኽ ክጽበይዋ ዝነበሮምን ገሊኦም ከዓ ዝጽበይዋ ዝነበሩ መንግስቲ እዩ ዘበሰሉ ይብል ስለዚ ዘበስራ ዝነበረ ከም ሓሳብ ኣምላኽ ክጽበይዋ ዝግብኦ መንግስቲ ኣያ። ካብኡ ንጀው ክብለና መጽሓፍ ቅዱስና መንግስተ ሰማያት ቀሪባ ኣላ ሓደ ዓይነት ሓሳብ እንታይ ቀሪባ ኣላ? መንግስተ ሰማያት ቀሪባ ኣላ። እታ ዝጠፋኣትኩም መንግስቲ፣ እታ ብሰንኪ ዘይምእዛዝኩም ዝሓለፈትኩም መንግስቲ እቲ ክብሩ ካብቲ ቦትኡ ካብቲ ባዕሉ እግዚኣብሔር ክሓድረሉ እየ ዝበሎ ቦታ ኣልዒሉ ክኸይድ ከሎ ህዝቅኤል ዝተዛረበላ መንግስቲ ሕጂ ናባኹም ትምለሰሉ ዘመን መጺኡ ኣሎ ግን ሓደ ነገር ትሓትት እያ ናትኩም ምድላው ትሓትት እያ ምምላስ ትሓትት እያ ክልቲኦም ሓደ ዓይነት ስብከት ዝሰለ እነሲ ሓጥቶ መንግስቲ ስለ ዝኾነ ኣብ ታሕቲ ኣብ ጥላ ዝጸሓፍኩ ሓሳብ ኣሎ የሱስ ክርስቶስ ኢሉ መንግስቲ እምበር ሃይማኖት ክምስርት ኣይመጸን ስለዚ ኣብ ቆረሰ ክዛረብ ከለኹ ኢሉ ንሱ እዩ ካብ ስልጣን ጸልማ ዘውጽኣና ናብታ መንግስቲ ፍቁር ወዱ ኣእተወና እዩ ኤፌሶን ክልተ ካብ ሓደ ክሳብ ኣርባዕተ ክዛረብ ከሎ ከዓኒ ንሕና እውን ትማሊ ኣብ ትሕቲ ሓለቓ ስልጣን ኣየር ከም ዝነበርና ኣብ ናይ ጸልማት መንግስቲ ከም ዝነበርና ይነግረና ንዓና ማለት እዩ ሕጂ ግን ናብ ናይ ክርስቶስ መንግስቲ ከም ዝመጻና ይነግረና ማለት እዩ የሱስ ክርስቶስ መንግስቲ እንዳበሰረ ኢዩ መጺኡ ግን መብዛሕትኦም ነታ መንግስቲ ካብ ዝነበሮም ግጉይ ኣመላኻኽታ ንስብከቱ ይኹነ ንትምህርቱ ኮነ ንተኣምራቱ ኮነ ክርድእዎ ኣይተኻሉ ንንግስነቱ ከኣ ክርድእዎ ኣይተኻሉ ስለዚ ሃናይታ ዝመሰሎም ዝነበረ ንጉስ መንግስቲ ባሶሪ ንጉስ ኮይኑ መጺኦ ንሱ መብዛሕቶም ግና እንታይ ገበርዎም ይብል ኣይተቐበልዎን ናብ ተምራቱ መጸ እዩ ተምራቱ ኸዓ እንታይ ገበርዎን እንታይ ገበርዎን ኣይተቐበልዎን መንግስቲ ሒዙ ሎም እዩ መጺኡ ተራ ስነ ሓሳብ ሒዙ ይመጸ ኢየሱስ ክርስቶስ መንግስቲ ሒዙ መጺኡ ካብታ ቀደም ኣብ ብሉይ ኪዳን ኣብ ልዕሊ ትገዝእ ዝነበረት መንግስቲ ቆልዓ ትበልጽ መንግስቲ ንዓታቶም ጥራሕ ዘይኮነ ካብ ምሉእ ዓለም ተካትት መንግስቲ ሒዙ ሎም መጺኡ መንግስቲ ኦፈር ገይሩ

የሱስ ክርስቶስ ንሱ እቲ ተስፋ ዝተገብረ ንጉስ ምዃኑ ብብዙሕ መገድታት ብብዙሕ ትዕግስትን ኣርእይዎም እዩ። ትምህርቱ ብስልጣን ብምንባሩ፣ ተኣምራታቱ ነታ ናይ ሰይጣን መንግስቲ ዝስዕብ ተኣምራት ናይ የሱስ ክርስቶስ ከምዚ ህዝቢ ኣባዚሕኻ ምብላዕ ዝረብሓ ዘይኮነስ ፊት ንፊት ምስ ሰይጣን ገጢሙስ ንሰይጣን ይስዕር እዩ ነይሩ የርእዮም ነይሩ ማለት እዩ። ስለዚ ካብ ካብ ካብ በዓል ዳዊት ዝዓበየ ንጉስ ምዃኑ ንጎልያድ ምስዓር ወይ ድማ ኣብ ዙርያኦም ዘለዋ መንግስታት ገለ ምስዓር ዘይኮነ ጥራይ እሱ ጥራሕ ዘይኮነ ሓይሉ እሲ ንሰይጣን እውን እንታይ ምግባር ምስዓር እዩ ዘሪኦም ነይሩ ማለት እዩ። ዝገብሮ ዝነበረ ተኣምራታት ኣብ መንጎ ክልተ መንግስታት እዩ እቲ ኮንፍሊክት ነይሩ እቲ ግጭት ኣብ መንጎ ናይ ክልተ መንግስታት እዩ ነይሩ። ሰይጣን ኣሲርዎም ዝነበሩ ሰባት ንሱ ከዓ እንታይ ገብሮም ነይሩ ይፈትሖም ነይሩ ካብ ናይ ሰይጣን ዝልዕል ስልጣን ሒዙ ከም ዝመፅእ ዝንጉስ እዚ ከሪኦም ደልዩ ግን እሳቶም እጆም ኣይተቐበሉ ንሳቶም ነዚ ንጉስዚ ስለ ዘይተቐበልዎ ነታ መንግስቱ ኻብ ምስኡ እንታይ ገይሮማ ኣለና? ነጺጎማ። ንዕኡ ተቐበልዋ፣ ነታ ሒዝሎም ዝመጸ መንግስቲ ቀበልዋ ኣይተባህሉ። ምኽንያቱ መንግስቲ ብዘይ ንጉስ መንግስቲ ኣይትበሃልን። ወይ ድማ ንጉስ ብዘይ መንግስቲ ኣብ ትሕቲ ዝግዛእ ሰብ ዘይብሉ ንጉስ ክበሃል

ተሓልፊ ዘይኮነ ንጉስውን ኣይተኣልየን ኣሎ ማለት እዩ። ደቂ እስራኤላት ኣብ ቅድሚኦም ዝገብሮ ዝነበረ ተኣምራታት ብናይ ሰይጣን ሓይሊ እዩ ዝገብሮ ዘሎ ብምባል ወግዓዊ ምንጻግ ንጎይታና ኢየሱስ ክርስቶስ ኣምጽኡ። ካብዚ ጀሚሩ ኢየሱስ ክርስቶስ እቲ ናይታ መንግስቲ ሚስጥር ንዓታቶም ንኸይግለጸሎም ዝበጽሑ ብናቶም እንታይ እዩ መንጸግቲ ባዕሎም ስለ ዝነጸጉ ኣይደለካይና ስለ ዝብሉ ጐይታ ከኣ እታ መንግስቲ ካባታቶም ተወሲዳ ፍሬኣ ንዝፈሪ ካልእ ህዝቢ ከም እትወሃብ ብወግዒ ከፍልጦም ጀሚሩ ማለት እዩ። ንስኻ ንጉስ ኣይኮንካን እንጂ ንስኻ መስሕ ኣይኮንካን ትገብሮ ዘለኻ ተኣምራት ብኡ ብዙሕ ኣይገርመናን እዩ ምኽንያቱ ብሓይሊ ሰይጣን ኢኻ ትገብሮ ዘለኻ ክብልዎ ጀሚሮም ኢየሱስ ክርስቶስ ፈሪሳውያን ከምዚ ኢሎሞ እዚ ብዘይ ብብኤል ዘይቡል እቲ ሓለቓ ኣጋንንቲ ነጋንንቲ ኣየውፅኦምን እዩ ጠቕላላ እንታይ ገይሮሞ ማለት እዩ የሱስ ክርስቶስ ኣይ ንጉስና ይኸዓ ንየሱስ ክርስቶስ ጥራሕ ዲሞ ማለት ጽገሞ እንተለ ነቲ ኣብኡ ሓዲሩ ዝነበረ ናይ እግዚኣብሔር ህልውና እምነት ጽገሞ ማለት እቲ ገዲፍዎም ዝኸደ ናይ እግዚኣብሔር ህልውና ኣብቲ ፐርሰን ኣብ ክርስቶስ ሓዲሩ መፅኡ ናብ ኩላትኩም ከዓ ክሓድር ሓንቲ ሓዳስ መንግስቲ ኣነ ቀደም መንግስቲ ብወፃ ኮይና ትገዝኦ ማለት እዩ ዳዊት ድሕራብ ስልጣን ኣሎ ኮይኑ ዳዊት እንተላይ መንፈሳዊ ሰብ ይኮኑ ዘለዎ ማለት እዩ ስለዚ መንፈሳዊ ትእዛዝ ክእዘዝ ናይ እግዚኣብሔር ትእዛዛት ክኽበርን ኣብ መዓላ ክውዕልን ከም ዘለዎ ህዝቢ ንዑ ክግዝኦ ከም ዘለዎ እዩ ብደገ ኮይና ትገዝእ ሕጂ ግን ብውሽጢ ኮይና ትገዝእ ሓዳስ መንግስቲ ሒዙሎም መፅ ክርስቱ እንተላይ ንመንፈስ ቅዱስ እዮም እንታይ ትገብሮ ዘሎ ዝነቕፎ ዘሎ ሻ ሓደ ነገር ተዛሪቦ ንዓይ ድላይ ክትብሉ ትኽእሉ ንዓይ ክትፀርፉ ትኽእሉ ኢኹም ክሕደገልኩም ድማ ኢሉ ንመንፈስ ቅዱስ ምጽራፍ ግና ፈጺሙ ኣብ ዝኾነ ኣብ ዝመጽእ ዘመን ኣይሕደግሉን እዩ። እታ ትመጽእ ዓለም ይብሎ ግን ብዛዕባ ግዜ እዩ ዘመን ኣይሕደገልኩም ኢሉ ምስ መን ይጓዓዙ ከም ዘለዉ መባእሳ ጸብቑ ኢሎም ኣይተረድኦም ስለዚ ንየሱስ ክርስቶስ ትጽበይዎ ዝነበርኩምኡ ኣይኮንካን ትጽበይዎ ዝነበሩ መስሕ ንስሓ መስሕ ኣይኮንካን ትጽበይዎ ዝነበሩ ኣብ ዝፋን ዳዊት ክቕመጥ ጽበይዎ ዝነበሩ ዝብህግዎ ንጉስ ንስሓ ንጉስና ኣይኮንካን ኢሎሞ ማለት ኣምላኽ ግን ንኣንተ ገብራ ኣይከኣልን ምክንያቱ ዋላ ሓንቲ ኣማራፂ ይብሉን ሓደ ወዱ ጥራሕ ነይርዎ ንዑ ይህብዎም እዩ ንዑ ነፂጎሞ ንሓተገሩ ኣይከ ገጹ ናብ ካልእ መልስ ነይርዎ ማለት እዩ ንሳቶም ነቲ ንጉስ ነታ መንግስቱን ብምንጻጉ ንጎይታ ልመናታቶም ክነጽጎም ናይ ግድን እዩ ኣምላኽ ኣይኮነ ቀዲሙ ንእስራኤላውያን ዝነጽጎም ዘሎ እዚ ንሳቶም ፎርማል ብወግዒ ኣይ ንጉስናን ኢኻ ኣይ ቅቡእናን ኢኻ መስሕና ኣይኮንካን ኢሎም ነጺጎም ንስኻ እኳ ደኣ ናይ ኣምላኽ ዘይኮንካ ናይ ሰይጣን ኢኻ ካብዚ ዓይነት ነገር እንታይ ይገብሩ? ክእረምሉ ክዕረዩ ዘይክእሉ መገዲ ኣትዮም ማለት እዩ። ሕጂ እዚ እዋን እዚ ካብ መንግስቲ ንእስራኤላውያን እንታይ ኮይናቶም ኣላ መሲልኩም? ተመሓላሊፋቶም ኣላ ዘላ ንእስራኤላውያን ማለት እዩ። ኣብ መንግስቲ ብኣታቶም ክጅምር እዩ ነይሩ ናይ እግዚኣብሔር መደብ ኣምላኽ ነተብዕልዮም ዝነበረ መደብ ቀይርዎ ድዩ እንተይልና ኣይቀየሮን። ግን ብሰንኪ ዘይምእዛዞም ንግዜኡ እታ መንግስቲ ኣይተቐበልዋን። ሰብ ተስፋ ድዮም? የስ ሰብ ኪዳን ድዮም? እወ ኩሉ ምሕጋር ሕጊ ጳውሎስ ገሊጹ ኣሎ ማለት እዩ ካብ ሮሜ ትሽዓተ ጀሚሩ ማለት እዩ ንግዜኡ ስለ ወንጌል ንሳቶም ጸላእቲ ኣምላኽ ካብ መንግስቲ ንዓታቶም ተሰዊራቶም ኣላ ማለት ኣብ ካልኣይ ምጽዓቱ ግና እታ መንግስቲ እንዳ ኮኖም እያ ክትግለጸሎም እያ እታ ዝዓነወት ቤት ዳዊት ንግስነት ንእስራኤል እውን ብምሕረት ኣምላኽ ካልኣይ ዕድል ብምሃብ ክትግለጸሎም እያ እዚ ጥቕስታት ኣብ ጽሕፍ እየ ዘለኹ ድሕር ኣንቢብኩሞ ኩሉ ብዛዕባ ክርስቶስ ዝተጻሕፈ ትንቢት እዩ ብፍላይ እቲ ዘካርያስ ዘሎ ልክዕ ከኣ ካብ መንግስቲ ኣብ ካልኣይ ምጽኣቱ ከም ትርድኦም እምበር ኣብቲ መጀመርታ ምጽኣቱ ከም ዘይትርድኦም ኣቐዲሞም ፈሊጦም እዮም ንሳ ዘ ሮሜ 11 ትሪእዎ ትኽእሉ ናይ ጳውሎስ እዩ ዮሃንስ 1 11 ከኣ ዮሃንስ እዩ ማለት እዩ ኣብዚ እዋን እዚ ካብ መንፈሳዊት መንግስቲ ኣብ ኩሎም ኣህዛብ ምእንቲ ክትገዝእ ነቶም ነቲ ንጉስ ዝተቐበልዎ ዘበሉ ምስጢራታ እናገለጸት እያ ዘላ ነቶም ዝተቐበልዎ ዘበሉ ብስሙ ዝኣምኑ ኸኣ ውሉድ ኣምላኽ ክኾኑ መሰል ሃቦም ይብለና ማለት ዮሃንስ ሓደ ዓሰርተ ክልተ ኢልዎም ኢየሱስ ክርስቶስ ኣነ ነጋንንቲ ብመንፈስ ኣምላኽ ዘውፅኦም ካብ ኮንኩ ግና እነሃ መንግስቲ ኣምላኽ ናባኻትኩም ስለዚ ድማ እታ መንግስቲ ኣምላኽ ካባኻትኩም ክትውሰድ ፍሪኣ ንዝፈሪ ካልእ ህዝብን ክትወሃብ እያ እብለኩም ኣለኹ ኢሉ ንዓታቶም ብወግዒ ሕጂ ካባኻትኩም

ብጣዕሚ ትሪ ልቢ ኔሩ ምሳና ስለ ዘይተረድኦም እዩ ገለ ኢልና ክንማጻደቕ ገለ ንኽእል ኢና ግን ካብ ኣምላኽ ንላዕሊ ደንገጽቲ ኮይና ክንርከባ ንኽእል ኢና ኣምላኽ ባዕሉ ብመንነቱ ብስብእነቱ ኣብ ማእከሎም ተገሊጹ ነጺጎም ማለት እዩ ምስቲ ኩሉ ጥበቡ ምስቲ ኩሉ ክእለቱ ጎይታ ከረድኦ ኣይከኣለን። ቶረ ልቢ ነይሩ እምበኣር ጐይታ ካባታቶም ዝስወር ምስ ዝደለይዎ ኸኣ ዝግለጽ ምስጢራት ምእንቲ ክዛረብ እዩ ብምስላታት ክዛረብ ዝተገደደ። እንድሕር ኣስተብሂልና ኮይና ኣብ ምዕራፍ ዓሰርተ ክልተ ጥቕሲ ዕስራን ሸሞንተን የሱስ ክርስቶስ ከምዚ ኢልዎም ዓሰርተ ክልተ፣ ኣብ ዓሰርተ ክልተ ብዙሕ ክትዕ ነይሩ ማለት ኣብኡ ሓደ ቆራይ ዝነበረ ሰብ ምሰ ፈወሶም ብዙሕ ክዛረቡ ጀሚሮም እንደገና ካልእ ተኣምራት እውን እንደሊና ክብሉ ጀመሩ ግን ሕጂ እቲ ተኣምራትካ ብሓይሊ ሰይጣን ኢኻ ትገብሮ ዘለኻ እንዳበሉ ከናኣእስዎን ክነጽግዎን ጀሚሮም ማለት እዩ ብድሕሪ ጎይታ ካብ ዝዝመረሉ ዝነበረ ቤት ካብቲ ክትዕ ዝተገብረሉ ቤት ካብ መንግስቲ ሃባኻትኩም ተወሲዳ ፍሪኣ ንዝፈሪ ህዝቢ ክትወሃብ እያ ኢሉ ገሪፍዎም ምስ ከደ ሽዑ ኣብ ገምገም ባሕሪ ኮይኑ

ስለዚ ሚስጥር ክዛረብ ጀምሩ ኣምላኽ ናይ ሰማይ ሚስጥር ንሰባት ክገልጽ እዩ ንመጽሲ ነዞም ሰባት እዚኣቶም ሓቢሩ ንካልኦት ዝዛረበሉ መንገዲ ምስላ ዝበሃል ሓሳብ ምጥቃሙ ሲ እንታይ ኣምፅኦ ንድሕሪና ናይ እስራኤላውያን ትርጉም እዩ ናይ እስራኤላውያን ተርድእ ኢኻ ስለዚ ማቴዎስ ዓሰርተ ሰለስተ ዝሓቂ ዜና እንተ ዝኾነ ስለምንታይ ኢኻ ምስላ ትዛረበኩም ዘለኻ ደቂ መዛሙርቱ ብጣዕሚ ጨነቕዎ መልሲ ጎይታና የሱስ ክርስቶስ ምእንቲ ክስወሮም ምእንቲ ከይገለጸሎም ምእንቲ ከይርዶም ምእንቲ ከይስወጦም እዩ ኮነ ግን እንተልና ትንቢት እውን ነይሩ እዩ ከምኡ ዝብል ማለት እዩ ትንቢት ግን ኣብ ኮፍ ኢሉ ማለት ክንሪና ስለምንታይ ኢሎም ሓይቶም እቲ ምኽራብ ሚስጥር መንግስተ ሰማያት ንዓኻትኩም እዩ ተባሂሉ እምበር ንዓታቶም ኣይተዋህበን። እንታይ እዩ በደሎም? እንታይ እዩ ሽግሮም? ስለምንታይ ክሳዕ ክንድዚ ጨኪንካ ኣምላኽ ኣድሎ ዝበሃል የብሉን እኳ ደኣ ንዓታቶም ሓለፈ ኩሎ መዝሙራት ሓሪዎም እዩ ዕድል ሂብዎም እዩ ተዓዲሎም እዮም እግዚኣብሔር መስገን ኪዳን ሂብዎም እዩ ነቲ ቀዳማይ ኪዳን ኣፍሪሶም እዮም ካልኣይ ዕድል ሒዙ ኣለዎም ምስ ቤት እስራኤል ሓድሽ ኪዳን ዝኣትወሉ መዓልታት ክመጻ እየን ኢሉ ብበዓል ኤርምያስ ከምኡ ድማ ብሕዝቅኤል ተዛሪቡ እግዚኣብሔር ኣስተውዓሉ። ካልኣይ ግዜ ትንቢት ኢሳያስ ኣብ ህይወቶም ከም ዝፍጸም ጎይታና የሱስ ክርስቶስ ተዛሪቡ ሓሊፉ ከምዚ ኢሎ ትንቢት ኢሳያስ ኣባታቶም ይፍጸም ከም ዝብል ብእዛኖም ከይሰምዑ ብዕንቶም ከይርዩ ኣዛኖም ኣጽመሙ ኣዒንቶም ዓመቱ ኣነ ዓሚቱ እዮም ይብሉ ደሎ ኣነ ቂመ የብለይን ኣይኮነን ባዕሎም ፈትዮም ብፍቃዶም ዓሚቶም ኣጽሚሞም ብልባም ከየስተውዕሉ ከይምለሱ ኣነ እውን ከይሕረዮም ልቢ እዚ ህዝቢ እዚ ሮጊድ እሞ እዩ ምስ መዓዝ ትሰምዑ ከቶ ኣይተስተውዕሉን ምርኣይ እውን ትርዩ ከቶ ኣይትጥምቱን ኢኹም ኢሉ ኢሳያስ ሽዱሽተ ትሽዓተ ዘሎ ቃል ጠቕሰሎም ከሉ ኣብ ማርቆስ ኣርባዕተ ዓሰርተ ክልተ ዘላ ድሕር ኢና ምእንቲ ኣሃማቱ ምእንቲ

ጳውሎስ ኢና ንረኽቦ ማለት እዩ። ኣብ ሮሜ ኣብቲ ገዝኡ ተቐቢሉ እስራኤላውያን ደቂ ዓዱ ቆጸራ ሒዙ ትዝርብ ውዒልዎም ካብ ዘፍጥረት ጀሚሩ ክሳብ መወዳእታ ዝነበሮ ምግላጽ ናይ ሓድሽ ኪዳን ተዛሪብዎም ኣረዲእዎም ምርዳእ ምስ ኣበይዎ ኣይንቕበለካን ኢና ምስ በልኦም ኣባኻትኩም ትንቢት ኢሳያስ ክፍጸም ናይ ግድን እዩ። ካብ ዝገርመካ ነገር ትንቢት ኢሳያስ ክዛረብ ከሎ እዚ ንዜርኛ ዘላ ቃል ማለት እዩ ዋላ ጎይታና የሱስ ክርስቶስ ነቲ ተኣምራቱ ከም ዘይቅበልዎ ገና ኣብ ብሉይ ኪዳን ከሎ እግዚኣብሔር ተዛሪቡ እንታይ እዩ ነቲ ምስክርና መን ሃ ኣመኖ እዩ ቅልፅም እግዚኣብሔር ንመን ተጋህለሉ እዩ እዚ ቃል እዚ ኣብ ዮሃንስ 1237 ልክዕ ተፈፂሙ ጎይታ ኣረ በጃኹም ማንን እዩ በጃኹም ሕራይ በሉ ካልእ ዘይትረፍ ስለቲ ተኣምራታትኪ እኳ እመኑኒ ኢልዎም ንሱ እውን ብሓይሊ ሰይጣን ዲኺ ሞት በሉ እቶም ብኤር ዞብላ ኣለካ ኮይንና ከለና ኢሉ ሽዑ ቃል ኣምላኽ እንታይ ኢሉ ኣብ ዓሰርተ ክልተ ሳልሳን ሸውዓተን እንታይ ኢሉ ነቲ ምስክርና መን ኣመኑ ዝብል ቃል ድማ ተፈጸመ የሱስ ክርስቶስ በዓሉ ብትእምርትን ብተኣምራትን ብስልጣን ብምምሃርን ብምስባኽን እንዳመስከረሎም ነቲ ምስክርና ጳውሎስ ድማ ከምኡ ኢሉ ተሰናቢትዎም ማለት እዩ። ስለዚ ንኣኻትኩም ከዓ ምፍላጥ ምስጢር መንግስተ ሰማያት ተዋሂብኩም ኣሎ እምበኣር ናይ መንግስተ ሰማያት ምስጢር ነቶም ዝተቐበልዎ ዝግለጸሎም ነቶም ዝነጸግዎ ከዓ ዝስወሮም ምስጢር ሕጂ እውን ከምኡ ዝቕፅል ዘሎ ሕጂ እውን ኣብ ኣህዛብ ከምኡ ዝቕፅል ዘሎ ማለት እቶም ልቦም ናብኡ ዘንቅዱ ሰባት ጎይታ ይገልጸሎም ይግለጽ ኣሎ ናብራ መድሓኒ ምዃኑ መናገፊ ምዃኑ ፈዋሲ ምዃኑ ንሱ ንጉስ ምዃኑ ናይታ ሒዝዋ ዝመፀ መንግስቲ ላዕለዋይ ኣዛዚ ምዃኑ ንሱ ምዃኑ ንህይወትካ እውን ክገዝእ ትፈቕደለይ ዲኻ ምባል ንሰብ ይግለጽ ኣሎ ነቶም ዘይደልዎም ንሕና ኣለና ብዙሕ መሪእና ኣለና ሃይማኖትና ኣለና ናትና ነገር ኣለና ፍልጠት ኣለና ብዙሕ ነገር ኣለና ዝብሎ ድማ ንዑ ዝኾን ቦታ ዝተሳተፉ ሰባት ከዓ መመሊሱ ይስወሮ ማለት እዩ ከተረድኦም እኳ እንተበልካ ን ኣቢኻ ማለት ኣንታ እዚ ኣይርድኦን ድዩ ዝብል ወዲያው ከምኡ ጋጢሙ ክኾን ማለት ክንደይ ዓመት ምስ ክብሉ ክንደይ ሰብ ተዛሪቡ ኣይድሕን እዩ ሰብ ዝዩ ስለዚ ማለት እግዚኣብሔር ይመስገን ዕላማ ናይዚ ኣልዒልና ዘለና ትምህርቲ እዚ ማለት እዩ ዕላማ ናይቶም ምስላታት ኣገደስቲ ሓቅታት ብዛዕባ መደባት መንግስቲ ኣምላኽ ምግላጽ ኢዩ፣ ንዓና ነቶም ካልኦት ከኣ ምስዋር ኢዩ። ስለዚ ንሕና ግና ኣብቲ ምግላጽ ስለ እንነብር ዘለና ምስጢር ምፍላጥ ናይ መንግስቲ ኣምላኽ ንዓና ስለ ዝተዋህበና ንዕኡ ኢና ክንርኢ። ስለዚ ብዕላማታት ናይተን ምሳሌታት ብእኡ ኢዩ እቲ ዕላማ ናይዚ ትምህርቲ እውን ዝድረት ማለት ኢዩ። መደባት እታ መንግስቲ ምፍላጥ ከድልየና ኢዩ ንዕኡ ክንርኢ ኢና ማለት ኢዩ። መደባት እታ መንግስቲ ትሕዝቶ ናይታ መንግስቲ እንታይ እዩ ትሕዝቶኣ እንታይ እያ ተካትት እታ መንግስቲ ኣምላኽ እዚ እውን ክንርኢናዎ ማለት እዩ ዕቤት ናይታ መንግስቲ ክሳዕ ክንደይ ከመይ እዩ ዕቤታ ዕቤታ ክሳዕ ክንደይ ዕቤታ ብዝተረዳእና መጠን ብጣዕሚ ከም ተዋፅእ ኣሚና ኩሉንታና ሂብና ነዛ መንግስቲ እዚኣ ክንቅበላ ኢና ማለት እዩ ጽልዋ ናይታ መንግስቲ ክሳዕ ክንደይ እዩ? እዚ እንክብሉ እየና ማለት እዩ። ክብሪ ናይታ መንግስቲ ከዓ ክንርኢ ኢና ማለት እግዚኣብሔር ይመስገን። ስለዚ ጎይታና ኢየሱስ ክርስቶስ ኣብዚ ክፍሊ እዚ ኣብ ምዕራፍ 13 ማቴዎስ ዝተዛረበሎም ሓሳባት ነዚ ሓሳባት ዝገልጽ ማለት እታ መንግስቲ ክሳዕ ክንደይ ዓባይ ምዃና ዋላ እኳ ጃምራ ንእሽተይ ይምሰል ካበይ ክሳዕ ክንደይ ክብርቲ ምዃና ኩሉ ነገርካ ገዲፍካ ዘለካ ኩሉ ሸይጥካ ክሳዕ መንግስቲ ምዃና ገሊጹ ኣሎ። እታ መንግስቲ ብዙሕ ነገር ዘካተተት እያ። ኣብኡ ጥዑያት ኣለዉ፣ ዘይጥዑያት እውን ከም ዘለዉ ገሊጹ ኣሎ። ስርናይ ኣሎ፣ ክርዳድ ኣሎ ኢሉ ተዛሪቡ ኣሎ። ብዙሕ ነገር ክንርኢ ኢና ማለት እዩ። እግዚኣብሔር ይመስገን። ኣሜን። ስለዚ ነዛ መንእሰያ ከምቲ ጎይታ ዝገለጸልና ከምቲ ጎይታ ዘብራሃልና ብዝፈለጥናያ መጠን ኢና ንዓኣ ተገዚእና ንሓልፍ ኣስፊሕናያ ከኣ ንሓልፍ ማለት እግዚኣብሔር ይመስገን ካብ ዘለና ሓፍ ክንብልና ማለት እዩ ክንጸልና ጸሊና ማለት እዩ